ሰላም ሰላም ክቡራት ኣሕዋት ኣብ ዘለኹሞ ሰላምታ ይብጻሕኩም ብሩኽ ናይ ጾም ግዜ ገይሩ ናብ ብርሃነ ልደቱ ብሰላም ከብጽሓና ቅዱስ ፍቓዱ ይኹን ብምቕጻል ሎመዓንቲ ብዛዕባ ፋይናንስ ብዛዕባ ምሕደራ ገንዘብ ዝምልከት ዋላ እውን ገንዘብ ስለምንታይ እዩ ዋግኡ ኣብ ኢድካ እንከሎ ዝቕንስ ወይ ድማ ዝቕባበ ኢልና እውን ንፅውዖ ንኽእል ብሓፈሻኸ ገንዘብ እንታይ እዩ ንፈልጥ ኢና ኩላህና ገንዘብ እንታይ ምዃኑ ግን ሕጂ ኣብዚ ምዕቡላ ሃገር ኣብዚ ምዕቡል ዓለም ዘላትሉ ሕጂ ኣሰራርሓ እንተሪኢኻዮ ብፍላይ ኣሰራርሓ ናይቲ ገንዘብ ቅድሚ ሕጂ ዝነበረ ኣቦኻ ዝሰርሖ ገንዘብ ይጸንሓካ እዩ ነይሩ ቀደም ኣቦ ሓጎኻ ዝሰርሖ ሰብ ይጸንሓካ እዩ ነይረ ምክንያቱ ናይ ቀደም ከም ዝክር ብብሩር ብወርቂ ስለ ዝኾነ ብሩር እንድሕር ደኣ ኣባሓጎኻ እሞ ዋላ ኣባሓጉኡ እውን ክኾን ይኽእል እዩ እንድሕር ደኣ ንሱ ጽንሒዎ ንስኻ ከኣ ተጠቃሚ ትኾን ማለት እዩ ምክንያቱ እቲ ብሩር ኣብኡ ይጸንሓካ ሎሚ ከምኡ ኣሎ ድዩ ከምኡ ግን የለን ሕጂ ከምኡ ኣይኮነን ዘሎ ኣባሓጎኻ ዝሰርሖ ወይ ኣቦኻ ዝሰርሖ ገንዘብ ኣብ ባንኪ እንተ ጸኒሑ ሕጂ ዋጋ የብሉን ርግጸኛ እየ ኩላህና ንራዳኣሉ መስለኒ ንኣብነት ብፍላይ ሕጂ ብሩኡይ መልክዕ እቲ መንግስቲ ክቆጻጸሮ እንድሕር ዘይጀሚሩ ነጻ ዕዳጋ ዝበሃል እንድሕር ኣትዩ ሓደ ቁጠባ ንሱ እዩ እቲ ሓቂ ዘምጽእ ንኣብነት ከም በዓል ኢትዮጵያ ከተሽርፍ ትኽእል ኢኻ ነጻ እዩ። ሕጂ ብ ኢትዮጵያስ ኣብ ዝሓለፈ ዓሰርተ ዓመት ወይ ዓሰርተ ሓሙሽተ ዓመት ንበል ቅድሚ ዓሰርተ ሓሙሽተ ዓመት ወይ ዒስራ ዓመት ዋት ኤቨር ዝነበረ ኣቦኻ ኣቐሚጥዎ ዝጸንሐ ገንዘብ ዋው ኣነ ኣብዚ ግዜ እዚ በቃ ሚእቲ ሽሕ ንደቀይ ኣቐሚጠሎም ኣለኹ ኢሉ ዝሓስብ ነይሩ እንተኾይኑ እሞ ደሓር ድሕሪ ዓሰርተ ሓሙሽተ ዓመት ወይ ዕስራ ዓመት ሎሚ ማለት እዩ መጺእካ ነታ ሚእቲ ሽሕ ክትጥቀመላ እንድሕር ደሊኻስ እንታይ የጋጥም ኣሎ እንታይ ክኸውን ኣሎ ማለት እዩ ዝሰርሖ ዝጸንሐ እቲ ዝሰርሖ ገንዘብ ከም ዘይነበረ ኮይኑ ኣሎ ማለት እዩ ያ ሕጂ ኣብ ዕድመና ጥራሕ ዘጋጠመሲ ብዙሕ ተዓዚብና ኢና ኣብ ዝተፈላለየ ዓለም ከዓ ዘስ ከምኡ ዓይነት ቅልጣፈ ዘለዎ ዝቕባበ ዋላ እንተዘይኮነ በብናቱ በብሃገሩ በብቁጠብኡ ዝቕባበ የጋጥም እዩ ከጋጥም እዩ እውን ንመጻኢ ስለዚ ብዛዕባ እዚ ኩሉ ክንዛረብ ወይ ክንፈልጥ እዚ ከዓ ኣገዳሲ ይኸውን ማለት እዩ ገንዘብና ምስራሕ ሰሪሕካ ምምፃእ ሓደ ዓይነት እዩ ዝሰራሕካዮ ብኸንቱ ከይጠፍእ እንታይ ክትገብር ኣለካ ምፍላጥ ከኣ ካልእ ዓይነት እዩ። ምስኡ ግን ተተሓሒዙ ብሓደ እዩ ዝኸይድ። ክልቲኦም እዮም ተምጽኦ ዘምጻኻዮ ከኣ ትሕልዎ ማለት እዩ። እንተ ደኣ ዘየለ እንድሕር ደኣ ንስኻ ንፉዕ ሓረስታይ ኮንካ ሓሪስካ ኣምጺእካ ኣብ ገዛኻ ምስ ኣቐመጥካዮ እንድሕር ደኣ ምጹጽላይ፣ ኣናጹ፣ ካልእን ዝበልዕዎ ኮይኖም ትርጉም ኣይክህልዎን እዩ ማለት እዩ። ስለዚ ንስኻ ኣብ ውሑስ ገን እቲ ዘምጻእካዮ ጽዒርካ ደምጻእካዮ ምህርቲ ኣብ ውሑስ ኣቐሚጥካ ምክልኻል ከኣ ክትገብር ኣለካ። ዳስ ዋይ ኣብ ዝኾነ ኣጋጣሚ እንተሪኢኹም ሕጂ እኽሊ ከቐምጡ ከለዉ ድሙ ድሙ ምስኣ ነቐምጥ ኢና ምክንያቱ እኽሊ ኣምጺእካዮ እንድሕር ደኣ ድሙ ዘየላ ኣንጭዋ ከኣ ክትበልዓልካ ትኽእል እያ ማለት እዩ። ኣምጺእካ ጥራሕ ነቲ ድሙ ጥራሕ ኣይኹንካ እንተምጽእ እንጂ ንኣብነት ፍልሖ ከይበልዑልካ ኣበረኽ ተብሎ ካብ መሬት ብታሕቲ ብመሬት ጌሮም ከይመጹኻ ማለት እዩ። ደሓር ረቢብካ ከምዚ እንታይ ንገብር ኦም ረቢብካ ኣብኡ ከም ዝቕመጥ ትእኽል ትገብሮ ብመሸማምዕ እንድሕር ኮይኑ ሕጂ ሓደ መሸማዕ ክልተ ክል ሰለስተ እናበልካ በብናቱ ግን ኣብ መንጎአን እታ ድሙ ክትሓልፍ ከም ዘለዋ ትገብር ምክንያቱ ድሙ እንድሕር ዘይሓሊፋቶ ኣጭዋ ካብ ድሙ ሃዲማ ናብቲ እክልካ ክትኣቱ ትክእል እያ መዓት ብዙሕ መሸማምዒ እንተሊካ ኣብቲ መሸማምዒ ኮይና ኢንጆይ ክትገብር ትክእል እያ ስለዚ እው ከይትነብር ንስካ ከዓ ንዓኣ እቲያ ኣንጭዋ ኣትያ መሕብእ ምእንታን ከይትረክብ ድሙ ጥራሕ ደይኮንካ ተምፅእ እታ ድሙ እውን ክትሓልፎ ከም ትክእል ነቲ ሙሉእ ዙርያ ናይቲ እክልካ ተቐሚጥዎ ዘሎ ክትንቀሳቐሰሉ ከም ትክእል ትገብራ ስለዚ ምህርትኻ ዓቂብካዮ ኣለኻ ማለት እዩ። Well ሕጂ ብዛዕባ ገንዘብ ኢና ንዛረብ ዘለና። ቅይሚ ገንዘብ ምዝራብና ግን ሕጂ እዚ ኣብዚ ንበል ሕጂ ኣብዚ ሕጂ ዘሎ እዋን እዚ ዝቕባበ ኢንፍለሽን ክበልዓኩም እዩ ኢንቨስት ግበርዎ ንኣብነት ንበል ባንኪ ሕጂ መጺኡ ንዓ ገንዘብካሲ ኣውፍሮ በካ ክንደይ ክትብሉ ትክእሉ ሰለስተ ሚእታዊት ክንበካ ንክእል ኢና ይብላካ ሰለስተ ሚእታዊት ይፈሪ እንተ ኣሎ ኮይኑ ወይ ኣርባዕተ ሚእታዊት ዳሓን ይሃቡካ ብሰለሰ ንውሰዳ ሰለስተ ሚእታዊት እንድሕር ሂቦምካ እቲ ኢንፍለሽን ክንደይ ኣሎ ከገድሰካ እዩ ኢንፍለሽን ዝቕባበ እንተ ደኣ ክልተ ሚእታዊት ብኣቨሬጅ ዝበልዕ ኣልዩ ኮይኑ ሓንቲ ሚእታዊት ኢኻ ከሲብካ ዘለኻ እንተ ደኣ እቲ ኢንፍለሽን ፎር ፐርሰንት ኮይኑ ባንክኻ ንዓኻ ስሪ ፐርሰንት ዝበካ እንተ ኣሎ ኮይኑ ካብቲ ገንዘብካ ሓደ ሚታዊ ትኸስር ኣለኻ ካዮፈርካ ገዛኻ ኮፍ ተቢልካዮ እሞ ድማ ኢንፍሌሽን ኣርባዕተ ፐርሰንት ተኾይኑ ኣርባዕተ ሚእታዊት ናይ ገንዘብካ ንውድ ኮይኑ ኣሎ ማለት እዩ ኣብ ዓመት ኢና ንዛረብ ዘለና እቲ ሓንቲ ዓመት ከዓ ትመፅእ ተቐምጦ ኣርባዕተ ፐርሰንት ከዓ ጎደል ንኣብነት ኣብቲ ምዕቡል ዝኾነ ቁጠባ ኢና ንዛረብ ዘለና እምበር ኣርባዕተ ፐርሰንት ጥራሕ ኣይኮነን ዝቕባበ ኣርባዓ ከይከውን ከማን እዩ ዘፍርሓካ ንኣብነት ኣብ ኢትዮጵያ ንሪኦ ዘለናሲ ኣርባዕተ እዩ ሓሙሽተ ፐርሰንት እዩ ዝቕንስ ዘሎ ዋጋ ናይቲ ገንዘብ ኢልካ ክትዛረብ ኣይትኽእልን ኢኻ ልዕሊኡ እዩ ዓሰርተ ዒስራ ልዕሊኡ እዩ ኢማጅን ዒስራ ዒስራ ሚእታዊት ኣብ ዓመት እንተ ገንዘብካ ዝብላዕ ኣሎ ኮይኑስ ብረ ቀሚጠ ኣለኹ ኢልካስ ተቐምጥ ኣይኮንካን ዘለኻ ኣንጭዋ ደይኾነት ኣትይዎ ዘሎስ ኣናጹ ኣትየን ኣለኻ ኣለዋ ማለት እዩ ነቲ ገንዘብካ ዝበልዓ ሕጂ ብሓፈሻ ግን ከምዚ ኢልካ ክዛረብ ዋላ ብዝተፈላለዩ ምኽንያት ንኣብነት ስለምንታይ እዩ ኣብ ምንታይ እንተቐመጥና ይሓይሽ እንታይ እንተገበርና ይሓይሽ ኣፍልጦ ንኣፍልጦ ማለት ንሕና ናይ ፈላጥ ናይ ፋይናንስ ክትከውን ኣየድልየካን እዩ ጥራሕሲ ከመይ ይሰርሕ እቲ ገንዘብ እቲ ተምጽኦ ዘለካስ እንታይ እዩ ባህርያቱ ክትፈልጦ ኣለካ ንብረት እንድዩ ጠቃሚ ኢልካ ኣምጺካዮ ኣለካ ገንዘብሲ ጠቃሚ እዩ እንታይ ባህርያቱ ግን ክትፈልጦ ኣለካ ከምቲ ሓረስታይ ሓደ ዕፉን እንታይ ባህርያቱ ኣብ ክንደይ ይነቅዝ እንታይ ክገብረሉ ኣለኒ እቲ ቆፎ ብከመይ ክስራሕ ኣለዎ ንፈሊጥ ንሓረስቶት ሓሙምሽቲ ጌርና ብላዕሊ ንገብረሉ ንምክልኻል ነቐዝ ዝተፈላለዩ ባልዕ ንምክልኻል ተባሂሉ ኣዴታትና ዝገብርኦ ኣለዋ ካልእ ጣፍ ጣፍ ሕጂ ባህሪኡ ኣይነቅዝን ስለዚ ኣስተርሒኻ ሓሙሽተ ሽዱሽተ ዓመት ክትጥቀመሉ ትኽእል ኢኻ ፀገም ዝበሃል የብሉን ኣልዕልዎ ከማን ጣፍ ኣይነቅዝን ስለዘይነቅዝ ንጣፍ ትገብሮ ምክንኻንን ንዕፉን ትገብሮ ምክንኻንን ነንበይኑ እዩ ወይ ንኻልእ ዓይነት ማለት እዩ ስለዚ ባህሪ ናይቲ ተምጽኦ ዘለኻ ምህርቲ ክትፈልጦ ኣገዳሲ እዩ ገንዘብ ከኣ ሓደ ካብኡ እዩ ነምጽኦ ኣለና ምስ ኣምጻእናዮ ባህሩ ክንርእዮ ክንፈልጦ ኣለና ማለት እዩ እምበር ክኢላታት ናይ ገንዘብ ምሕደራ ክንከውን ኣየድልየናን ምፍላጥ ባህሩ ምፍላጥ ግን ንኣብነት ባህሪ ናይ ጣፍሲ ሚኒስትሪ ሕርሻ ንህዝብና ክነግሮ ክእል ዶ እንታይ እዩ ህዝብና ይፈልጥ እዩ እንታይ እዩ ባህሪ ናይቲ ንዘመናት ትጥቀመሉ ዝጸንሐ እኽልስ ይፈልጥ እዩ ስለዚ ተመሊሱ ከማን እቲ ሚኒስትሪ ሕርሻ ካብቲ ህዝቢ ተመክሮ ወሲዱ ሳይንሳዊ መጽናዕቲ ገይሩ ከህብትሞ ይኽእል ይኸውን ሓድሽ ነገር ተወሳኺ ክህብ ይኽእል ይኸውን ናቱ ምኽርታት ክልገስ ይኽእል ይኸውን ግን እቲ ህዝብናስ እቲ ሓራስታይስ ዝፈልጥ እዩ ማለት እዩ። ክሳብ ሕጂ ከኣ ብከምኡ እዩ ክካየድ ጸኒሑ ዘሎ። ስለዚ ንሕና ከኣ ከምቲ ሓራስታይ ክንኮን ኣለና። ገንዘብ ነምጽእ ኣለና ግን ናይ ፋይናንስ ናይ ፋይናንስ ክኢላታት ገለ ክንኮን ኣየድልየናን እዩ። ብዛዕባ እቲ ተምጽኦ ዘለኻ ገንዘብ ግን ክንፈልጥ ይግባእ እዩ ሕጂ ዓባይ ሕቶ ክትመጽያ ንፈልጥ ዲና ነዚ ንክምልስ ወይ ብዝተፈላለየ ናተይ ኣበርክቶ ንክገብር እየ ሕጂ እዚኣ ቪድዮ እዚኣ ስራሕ ዘሎ ቀጻሊ እውን ክሰርሕ እየ ስለዚ ካብ ሕጂ መጽየ ቦንድ ከምዚ ከምዚ እዩ ሼርስ ከምዚ እዩ ካምፓኒታት ከምዚ ኢንቨስት ይገብራ ንከምዚ ትብልኩም ዶ ገለ መለ ኢለ ሕጂ ቱታ እንተበልኩ ኣድማዒ ዘይክኸውን ይኽእል ስለዚ ንድሕሪት ምልስ ክብል እየ ንድሕሪት ተመሊሰ ከም ከም ዕላል ከም ዕላል ክዕልል እስከ ንዕልል ከም ዕላል ንድሕሪት ክምለስ ከ ሕጂ ንድሕሪት ምልስ ኢልና እንተሪኢናዮ ንበል ደቂ ሰባት ባዕልና ንጥቀም ካብ ከባቢና እዩ ሃፍትና ካብ ከባቢና እዩ ዝኾነ ተሻይጥካ ምምፃእ ምስ ዘመን ዘምፆ እምበር በቃ ንነብስኻ ክኢልካ ሳብሲስተንስ ፋርሚንግ እዩ ዝብሎ ኣሎ ነብስኻ ክኢልካ ኣብዚኣ ትሓርስ ሓሪስካ ከዓ ኣጣል ድየን ከብቲ ኣለዋኻ ንህቢ ኣለካ ደርሆ ኣላትካ ጤል ካብእን ጸባ ትረክብ፣ ምህርቲ ስጋ ትረክብ፣ እንቋቑሖ ትረክብ ካብተን ደርሁትካ፣ ደርሁ እውን ብዓቢኡ ስጋ ናይ ደርሆ ትረክብ። ነቲ ጸባ እውን ኣብ ዝተፈላለየ ዓይነት መስርሕካ ከም ጠስሚ መሳሊ፣ ርግኦ መሳሊ፣ ኣጅቦ መሳሊ ዝተፈላለየ ትሰርሕ። ካብ ከባቢኻ ዘለዉ ኣሕምልቲ። ኣሕምልቲ ትጥቀም ብግዜ ክረምቲ ባይ ዘ ወይ ኣገዳሲ ነገር ኣሎ ከምዚ ኣብ ግዜ ክረምቲ ጥራሕ ኣይኮነን ሓምሊ ዘሎ ኣነ ኣብ ዓድና ዝፈልጥ ለካቲት መጋቢት ዝመፅእ ሓምሊ እውን ኣሎ ሓምሊ መቂዕ እዚ ምጥሖ ዝፈርሲ ሽዑ እዩ ዝመፅእ ውልዶ ቆፅሊ የውፅእ ካብቲ ቆጽሊ ኣምጺና ሓምሊ ንበልዕ ብከሙ ንበልዕ ነርና ኣም ሹር ይበልዑ ኣሎ ህጂ ውን ማለት እዩ ንሱ ውን ወለድና ኣብዚ ምዕቡል ዓለም ሕጂ እንታይ ንብል ኦ ሳውር ክራውት ጽቡቅ እዩ ማይክሮብስ ዘለዎ ዩ ሄልዚ ማይክሮባክቴርያ ዘለዎ እዩ ተባሂሉ ይስራሕ ኪምቺ ዝበሃል ናይ በዓል ጃፓን ፈርመንትድ ዝኾነ ኣሕምልቲ እዩ ገለ ይበሃል እሞ ግን ክሓስቡ ከለኹስ ኣብ ዓድናስ ጉድኦ ዝበሃል ኣሎ ጉድኦ ጉድኦ ካብ መቐዕ እዩ ዝስራሕ ካብ ቆፅሊ መቐዕ ኣብሲልካ ጥሒንካ ሰናፍጭ የእትየን ኣዴታትና ፈርመንትድ ኮይኑ ክትዕን መዓት ሄልዚ በቃ ብጣዕሚ እየ ንጥዕና ጽቡቅ ሓምሊ ኣሎ ባይ ዘ ወይ ስለዚ ሓምልስ ኣብ ግዜ ክረምቲ ጥራሕ ከይመስለና ንምባል እየ ኣብ ግዜ ሓጋይ እውን ሓምሊ ኣሎ እዩ ስለዚ ከምዚ እንዳበልና ንነብር ኩሉ ነገራት ግን ኣይንረኽቦ ኢና ኩሉ ነገራት ክእለት የብልካን ንኣብነት ንስኻስ ነዳቓይ እንድሕሪ ኮንካስ ተሓደይ ሰፋይ ክዳን ይኸውን ናይ ስፌት ክዳን ዓቕሚ ይህልዎ ንስኻ የብልካን ስለዚ ንስኻ ንሂወትካ ባዕልኻ ትምልኦ ዲኻ ኣይትምልኦን ኢኻ ዛስ ዋይ ሕብረተሰብና ዝኾነ ሰብ ብምንታይ ይነብር ብማሕበረሰብ ብዓዲ ይነብር ስለዚ ኣብ ሓደ ዓዲ ምፂኻ ንበል ንስኻ ሓንቲ ነገር ተበርክት ማለት እዩ ነደቓይ እንድሕር ኮንካ ዝፈረሰ ክነድቕ ዝደለየ ደጎል ዝፈረሶ ገዛ ዝፈረሶ ንስኻ ብነፃ ተገልግል ኣጎልጉሎት ካፍቲ ህዝቢ ከኣ ብነጻ ትቅበል። ገመል ዘለዎ ጽዕነት ምስ ትደሊ ጎመሉ ትልምኖ። መጽዓን ዘለዎ መጽዓን ትበካ። በቅሊ ዘላቶ ሕሙም ዲካ ክተባጻጻሕራ ደልካ። መርዓ ድዩ ከምዚ ሕጂ ዝመጽ ዘሎ ጥሪ ዕብዲ ክትምርዖ ደሊካ ወይ ኮምኡ ዓይነት ክጋጥመካ ከሎ ከኣ በቅልካ ከኣ ካብ በዓል በቅሊ ትረክብ። ስለዚ ተመላሊኡ ኮሚኒቲ ኮሚኒቲ ማሕበረሰብ ኮይኑ እዩ ዝነብር ሕብረተሰብና። ስለዚ እቶም ዘድልዩኻ ካብቲ ማሕበረሰብ ትረኽቦም ማለት እዩ። ግን ካብቲ ከባቢኻን ካብ ማሕበረሰብካን ዘይርከብ ነገራት ግን ኣሎ። ንበል ጨው ሕብረተሰብካ ኣብ ኣብ ዓድኻ ጨው የለን። ስለዚ ጨው ካብ ባሕሪ ክመጽእ ኣለዎ። ካብቲ ሕብረተሰብካ ወይ ከባቢኻ ዘሎ ሕብረተሰብ ወጻኢ ዝርከብ ንሱ'ኸ እንታይ ኢኻ ክትገብር? ምስቲ ዮም ዝነብር ዘሎ ሕብረተሰብ ጉልበትካ ክትህቦ ከምቲ ነብ ዓድኻ ዝግበር ዘሎ ኬድካ ገዝኡ ክትነድቀሉ ነዳቓይ እንተኾንካ ወይ ብቕልኻ ክትህቦ ኣይትኽእልን ኢኻ ጨው ክበካ ስለዚ ምሽያጥ ምልውዋጥ ክይህሉ ኢዩ ማለት ኢዩ ንስኻ ኣብ ዓድኻ ዓዲ ጥሪት ዓዲ ንህቢ እንድሕር ኮይኑ መዓር ትህቦ እሱ ጨው በካ ዓዲ እኽሊ ዓዲ ዕፉን ዓዲ ዒልቦ እንድሕር ኮይኑ ንስኻ ዒልቦ ትህቦ ንሱ ከኣ ጨው በካ ባይ ዘ ወይ ዒልቦ ዕፉን ማለት እዩ ሕጂ ኣብ ገለ ገለ ምስ ሰባት ንዘራረብ ኢና እሞ እንታይ ትዘርኡ ብዓድኹም ገለ ይብልኒ እሞ ዒልቦ ይብሎም ሳሓቕ ዝሞት ሰባት ኣለዉ ሕጂ እስከ ኣብዛ ኮመንት ዒልቦ እንታይ ማለት እዩ በብ ከባቢኹም ማለት እዩ ፍልልይ ከም ዘሎ ይርድኣኒ ስለዚ ኮመንት ኣብታ ኮመንት ክንዘራረበላ ክሪያ እየ ስለዚ ዒልቦ ክብል ከሎ ከኣ ዕፉን ማለት እዩ። ስለዚ ኣብ ከባቢኻ ዘይርከብ እንድሕር ደኣ ኮይኑ ምስቶም ምሳኻ ዝነብሩ ሕብረተሰብ እንካ ዘለኒ ሃበኒ ዘለካ እንዳበልካ ክትነብር ዘይትኽእለሉ ኩነታት ስለ ዘሎ ንበል ክትለዋወጥ ኢኻ ማለት እዩ ለውጢ ይመጽእ። ሕጂ ኣነ ኣብ ዓድና ዝገብርዎ ክነግረኩም ጨው ካብ ባሕሪ ሒዞም ዝመጹ ሰባት ኣለዉ። ኣብ ባሕሪ ዝነብሩ ሰባት መነባብርኦም ኣብኡ ዝኾነ ሒዞም መፁ እሞ ይዘውሩ ማለት እዩ ንስኻ ከዓ መፂኻ ንዓስከ በዓል ጨው ትብሎ እሞ ጨው ብክንደይ ኢኻ ትበና ትብሎ ብገንዘብ ኣይኮነን ለውጢ ይብለካ ንኣብነት እጂ ኦይ ንዓባ ሲሶ ግበረልና ምህርቲ ዘይነበረ ሎሚ ዓመት ሲሶ ማለት ሲ እስኻ ክልተ ስልሲት ግበረልና ትብሎ ንሱ ክልተ መለሊኽ እንድሕር ዳኣ ሂብካ ጨው ሓንቲ መለሊኽ እኽሊ ትብሎ ማለት እዩ እቲ ዓይነት እኽሊ እውን ይፈላለ እዩ ስለዚ ነጎሸት ገብር ትረዳዳእ ማለት እዩ ደሓር በቃ ኣነስ ከምዚ እዩ ኣንሕና ውን ርሑቅ ኮይኑና ኣግማል ዓሪሮም ብዙሕ ክነምጽእ ኣይከኣልናን ጸገም ረኺብና ክንደይ ጉዕዞ እዩ ክኣብሉኻ ማለት እዩ ንሶም ከምዚ ህንካን ሃባን ዋጋ ዕዳጋ ትገብር ማለት እዩ ስለዚ በቲ ዝተሰማምዓኻዮ እኽልኻ ትቦም ጨው ምቡኻ ካብዚኣ ትጅምር ዘድልየካ ብለውጢ ትለዋወጥ ሕጂ ከምዚ ለውጢ ግን ንኹሉ ይፈትሕን እዩ ንበል ሕጅስ ኣነሲ ንበል ሓደ መፅኡ ብዝቕል ብክብድ ዝበለ ንረኣየ ንኣብነት ሕጂ መርፍእ ሃበኒ ይብለኒ መርፍእካ ኣነ መርፍእ እንድሕር ደኣ ኣለንስ መርፍእካስ ሃበኒ ሕራይ ንስኻኸ እንታይ ትበኒ ደርሆ ዶ ትበኒ እንተበልኮስ ነታ መርፍእስ ደርሆ ዋ እሞ እንታይ ደኣ ክትበናኻ እንቋቑሖ ክበካ እንታይ ክገብሮ እንቋቑሖ ደኣ እሞ ተረዲእና ኣሎ ኣብዚ ሲ ኣጸጋሚ ክኸውን ኣሎ ማለት እዩ እቶም ዋጋታት ሲ ናብ ዝተሓተ ክትቆርጾም ኣይትኽእልን ኢኻ ንደርሆስ ሓንቲ እግራ ክበካ ክትሎ ኣይትኽእልን ኢኻ እታ ደሮ ደሮ እያ ስለዚ ናብ ድሌትካ ክትምቕሎ ትኽእል ኣይኮነን ለውጥስ ኣብ ኩሉ ይሰማምዓካን እዩ ሓደ ክቡር ነገር ይኸውን። ሓደ ከኣ ክትፈልዮ ዘይትኽእል ከምዛ ደርሆ ንብላ ዘለና ሓንቲ እግሪ ደርሆ ክህበካ ይክእል ኢዩ። ደርሆ ምልእታ ክህበካ ከኣ ዘይኸውን ይኸውን። ናይ ሓደ ትሑት ዋግኡ ንብረት ብደርሆ ክህበካ ከኣ ኣይክእልን ኢዩ። ዋላ እታ ደርሆ እውን ዘይትደልያ ትኸውን ንስኻ ምኽንያቱ ንዓኻ ክዳን የድልየካ ክኸውን ወይ ካልእ መድሃኒት ከድልየካ ይኸውን። ጫማ የድልየካ ኸውን ስለዚ ለውጢ ክፈትሕ ኣይክእልን ደሓር ወዲ ሰብ ታይ ሓሲቡ ካብ ማሕበረሰባዊ ሰባዊ መነባብሮ ሰጊሩስ ናብ ብዓዲ ካብኡ ሓሊፉ ብለውጢ ለውጢ ውን ስለ ዘየዋጽእ ሽዑ ኣብ ዝደለኻዮ ክትመልኦ ትኽእል እንታይ ኣሎ ብዝብል ናብ ገንዘብ ሰጊሩ ማለት እዩ። ገንዘብ ከ እንታይ ክትገብሮ ኣለካ? ገንዘብሲ እንታይ ክኸውን ይኽእል? ከም ገንዘብ ኮይኑ ዘገልግል ዝነበረ ኩሉ ሰብ ዝጥቀመሉ ኢኻ ትገብር። ኣብ ታሪኽ ዓለም ሕጂ ትምባኾ ከም ገንዘብ ዝጥቀሙ ሰባት ነይሮም። ብትምባኾ ትልውጥ ማለት እዪ ትምባኾ በቃ ትምባኾ ኣምጺኻ በቲ ከባቢኦም ኣኣብ ከባቢኦም ከም መሻየጢ ዝጥቀምሉ ኣለዉ ትምባኾሲ ንእሽቶ ቁቁር ትምባኾ ክህበካ ክእል እዩ ኣብዚሑ ክህበካ ክእል እዩ ካብኡ ንላዕሊ ስለዚ ክትመቕላስ ትኽእል ኢኻ ንትምባኾ ካብኡ ሓሊፉ ከዓ ነገስታት ካልእ ዝኣመሰሉ ንግስነታት ገዛእቲ ወይ ኣመሓደርቲ እንታይ ይጥቀሙ ጀሚሮም? ብሩር፣ ወርቂ። ብሩርን ወርቅን ስለምንታይ ኣይሮን ዘይኮን? ኣይሮን ኣብ ዝተፈላለዩ ዘሎ እንታይ እሞ ኣይሮን ኣኪብካዮ ዘየለ ይኸውን ዘሎ ሕጂ ዋ እሞ ንምንታይ ኢና ወርቅስ ማዕረ ክንደይ ከቢሩ ስለምንታይ ወርቂ ይኸብር እንታይ ጥቕሚ ኣለዎ? ማሕረሻ ድዩ ዝጠቅም ንመጋየጺ መርኣይ ካብኣ ሓሊፉሲ እንታይ ኣብ እንታይ ይጠቕም ይውዕል ማኪና ሰሪሕካ ድኻ ክዝውሮስ ትኽእል ዋላስ ከማን ወርቂ ልስሉስ እዩ ካልእ ከበድቲ ነገራት ክቆርፅ ኣይኽእል ጠቕሚ ዝበሃል ፕራክቲካል መዓልታዊ ንጥቀመሉስ የብሉን ንወርቂ ተደላይ ዝገብሮ ግና ሬር እዩ ኣይርከብን እዩ ስለዚ ኣነ ወርቂ ጠሪፈ እንተጸኒሐስ ጽባሕ ወይ ኣብ ንዝመጽእ ወለዶይስ ክጸንሕ ይኽእል እዩ ኣይርከብን እዩ ኣብ ዓለም ብቐሊሉ ዘይርከብ ዋግኡ ይኸብር ማለት እዩ ወርቂ ካብኡ ሓሊፉ ከኣ ዳያመንድ ሬር እዩ ሕጂ ዳያመንድ ኣዝዩ ተረካቢ ስለ ዘይኮነ ኣዝዩ ክቡር እዩ ብሩር ርከብ እዩ ከም ካልኦት ኣይኮነን ግን ካብ ወርቂ ብዝበለጸ ይርከብ እዩ ስለ ዝርከብ ከዓ ዋግኡ ከዓ ብኡ መጠን ሕሱር ይኸውን ስለዚ ደቂ ሰባት ነዚ እንዳተጠቀሙ ናይ መኸዘኒ ሃብቶም ይጥቀምሉ ነይሮም። ከምቲ ዝበልናዮ ትምባኾ እንድሕር ደኣ ካብ መኸዘኒ ሃብትኻ ጌርካዮ እቲ ትምባኾ ንባዕሉ ባላሸው እዩ ግዜ ኣለዎ ኣብታ ዘላታ ግዜ ኢኻ ትጥቀመላ ዘለኻ ክሳብ ክንድዚ ግዜ ክንድዚ ግዜ ዝጸንሕ ከኣ እቶም ብዛዕባ ትምባኾ ዝፈልጡ ነቲ ሕብረተሰብ ከኣ ክጥቀሙሉ ይኽእሉ ማለት እዩ። ስለዚ ንውሉድ ወለዶኻ ክሓልፍ ዝኽእል ሃብቲ ብወርቂ ብብሩር ክኸውን ጸኒሑ ጽቡቕ ከኣ ዝሰርሕ ነይሩ እዩ። ሕጂ እውን ይሰርሕ እዩ። ደሓር እንታይ ደኣ ኮይኑ እሞ ካብ ወርቅስ ናብ ባጤራ ንምንታይ ተቀይሩ እንታይ እዩ እቲ ጸገም ኣብ ግዜ ወርቂ ወርቂ ከም መሻየጢ ወይ ብሩር ወይ ወርቂ ከም መሻየጢ ከም መሻየጢ ከሎ መን ይኸስብ ነይሩ ንሕና ዶ እቶም ነባሪ ህዝቢ ዶስ ዋላስ ነገስታት ይኸስቡ ነይሩ እንታይ ዓይነት ሽግራት ወይ ማሕለኻታት ሒዙ መጺኡና ካብ ወርቂ ምስ ተላቐቐ እንታይ ኮይኑኸ ተላቒቑ? ንምንታይ ተላቒቑ? ንምንታይ ክሳብ ሕጂ ወርቂ ዘይንጥቀም? ወላ ሓደ ሰብ ክብል ይኽእል እዩ ወርቂሲ ክትሽከሞ ኣይትኽእልን ኢኻ ወርቂ እንተኾይኑስ እንታይ ኢኻ መሆኑ ንባዕሉሲ ዓበይቲ ነገራት እዩ ኣብ ባንኪ ክተቐምጦ ክተውፅኦ ስቶረጅ ናቱ ክትገብረሉ ከቢድ እዩ ስለዚ ኢዚ ኣይኮነን ክተንቀሳቕሶ ክትብል ትኽእል ኢኻ ንሱ ጥራሕ ዲኻ ማቲ ጸገም እሞ ቀሊል ኣይኮነን ክተንቀሳቕሶ ስለ ዝኾነስ ብምልኡ እዚ ኩሉ ዝቕባበን ገለን ካብ ዝመጸና ኮይኑ እንታይ ኮይኑ እዚ ክንዘራረብ ኢና ሎማዓንቲ ምናልባት እዚኣ ቪድዮ እዚኣ ንውሕ ከይትብለና ብሓፈሻ ገንዘብ ናብ ገንዘብ ዝብል ሲ ከመይ እና መጺና ብኸፊል ኢና ትንክፍ ትንክፍ ኣቢልናዮ ዘለና ኣብ መጻኢ ድማ ስለምንታይ ካብ ወርቂ ናብ ባጤራ ተቐይሩ እንታይ ዓይነት ጸገማት ከሒዙልና ይመጽእ ኣሎ እዚ ጸገም ዘለና ሕጂ ምስ ተቐየረ ዝመጸ እዩ መብዛሕትኡ። ምኽንያቱ ወርቂ እንድሕር ደኣ ኣቦኻ ኣባሓጎኻ ወርቂ ጽኒሑልካ ሰሪሑ ድዩ ነጊዱ ድዩ ጥሪት ሸይጡ ድዩ ገለ መለ ዋዕዋዕ ተባሂሉ እንድሕር ኣባሓጎይ ወርቂ ጽኒሑ ኣቦይ ከኣ ወርቂ ጽኒሑ እቲ ናይ ኣባሓጎይ ዋላ ንዓይ ክጠቕመኒ ይኽእል እዩ እቲ ናይ ኣቦይ እውን ንዓይ ክጠቕመኒ ይኽእል እዩ ካብ ኣባሓጎይ ናባይ እዩ ዝሓልፍ ሕጂ ከምዘለዎ ይጸንሕ ይኽእል እዩ እቲ ንኣብነት ሲ ናይ ምሽያጡ ንኣብነት ክንደይ ግራም ወርቂ ሓደ ብዕራይ ይሽየጥ ነይሩ ድሕር ደኣ ኣባሓጎይ ብዓሰርተ ግራም ወርቂ ብዕራይ ይገዝእ ነይሩ ኮይኑ ሕጂ ኣብ ኣቦይ maybe ዓሰርተ ግራም፣ ዓሰርተ ክልተ ግራም፣ ዓሰርተ ኣርባዕተ ግራም፣ ሸሞንተ ግራም ውን ክወርድ ይኽእል እዩ። ኣባይ ውን ከምኡ ብሸሞንተ ግራም ክጸንሓኒ ይኽእል እዩ፣ ብዓሰርተ ግራም ክጸንሓኒ ይኽእል እዩ፣ ብዓሰርተ ኣርባዕተ ግራም ክጸንሓኒ ይኽእል እዩ። ስለዚ ናይ ኣቦሓጎይ ሃብቲ ከይተረፈ እዩ ዘቐመጦ ሎሚ ክጠቅም ዝኽእል፣ ብዕራይ ከግዝእ ዝኽእል እታ ዓሰርተ ግራም ወርቂ። ዋእ እሞ እንድሕዳ እታ ዓሰርተ ግራም ወርቂ ከግዝእ ዝኽእል ኮይኑሲ፣ ስለምንታይ ስለምንታይ ይፈላለ ንሓንሳብ ዓሰርተ ክልተ ክኸውን ንሓንሳብ ሸሞንተ ክኸውን ይኽእል ምኽንያቱ ወርቂ መጀመርታ ክተምፅኦ ኣለካ ክትኩዕቶ ኣለካ ኦው ሕጂ ንኣብነት ዋእ ብዕራይ ደኣ ሸሞንተ ግራም ወርቂ ኮይኑ ዋእ ቅድሚ ሓምሽተ ዓመት ዓሰርተ ክልተ ግራም ወርቂ እንድዩ ነይሩ ንሓደ ብዕራይ ሕጂ ብሸሞንተ እንድዩ ዝርከብ ዘሎ እንታይ ትብል እወ እሞ ሕጂ እንታይ ክኸውን እቶም ወርቂ ዝፍሕሩ ሰባት በቃ እዚ እዚኣሲ ብዕራይ ኣብዑር ምፍራይ ዘይኮነሲ ወርቂ እያ ተዋፅእ ብዓሰርተ ኣርባዕተ ግራም ዝነበረስ ናብ ሸሞንተ ግራም ወሪዱ ሽዱሽተ ግራም እኮ እዩ ዝንከየልካ ዘሎ ዳርጋ ፍርቂ ስለዚ ንስኻ ወርቂ እቶም ወርቂ ዝፍሕሩ ሰባት ይተባብዑ ክኸስቡ ከይዶም ወርቂ ብብዝሒ የምፁ ብብዝሒ ሰባት ይቆፅሩ ብብዝሒ ወርቂ የምፁ ደሓር ነቶም ሰባት ወርቂ ዝፍሕሩ ነቲ ወርቂ ዘፃሩ ኢኻ ትኸፍሎም ኢኻ የዋፅኣካ እዩ የዋፅኣካ እሞ ደሓር ብዙሕ ወርቂ ክወፅእ ምስ ጀመረ o ብዕራይ ሸሞንተ ወርቂ ዝነበረ ሸሞንተ ግራም ወርቂ ዝነበረ ትሽዓተ ግራም ዓሰርተ ግራም ዓሰርተ ክልተ ግራም ይኸውን ዋእ ሕጂ እሞ ኣብዑርና ዓሰርተ ክልተ ግራም ወርቂ እዩ ዘውፅእ ዘሎ ፍሒርካ ከዓ ዝኩሉ ፍሒርካ ቅድሚ ሕጂ እኳ ደሓን እዩ ሸሞንተ ግራም ከሎስ ፅቡቅ ዝረኸብካ ረኺብካ ተጣፊእካስ ይኸውን ነይሩ ሕጂ ግን ዓሰርተ ክልተ ግራም ኮይኑ ዓሰርተ ሰለስተ ግራም ኮይኑ ዋእ ብዕራይ ምፍራይ ይሓይሽ እቶም ወርቂ ዘፍሪ ክላእ ዋላ ሓንቲ ውፅኢት የብሉን ንፍሕሮ ኣለና እሞ ፍሒርና ናይ ሰራሕተኛ ከፊልና ገለ መለስ ኣብቲ ጥረ ነገር ከተምፅኦ ከለኻ ከዓ ወርቂ ለዊጥና ብዑር ዲና ካልእ ክንገዝእ ከለና ከዓ እቲ ወርቅስ ዋጋ ስኢንና ኣሎ ይብል እሞ ኩሎም እንተዘይበልና ሓያሎ ካብኦም ግን እቲ ምፍሓር ወርቂ የቋርጾ። እቲ ዋጋታት ባዕሉ ይመሓየሽ ኣሎ ማለት እዩ። ስለዚ ከምዚ ስለ ዝኸውን እቲ ፍልልይ ኣብ ወርቂ ዘሎ ዋጋ ናይ ወርቂ ከምጽኦ ዝኽእል ዋጋሲ ንእሽቶ እዩ። ሓፍ ይብል ለጠቕ ይብል ሓፍ ይብል ለጠቕ ይብል። ዘለናዮ ናይ ባጤራ ገንዘብ ግና ሓፍ ኣይብልን እዩ ኣሕዋተይ ለጠቕ ይብል ለጠቕ ይብል ለጠቕ ከዓ ይብል እዚ ንሪኦ ዘለና ማለት እዩ ዋየ ዋየ ክሳብ ትብል ለጠቕ ይብል ስለዚ ላዕልን ታሕትን ከም ዌቭ ከም ማዕበል ባሕሪ ሓፍ ብል ትሕት ብል ሓፍ ብል ዘይኮነ ዘሎ ታሕቲ ኸይድ ትሕቲ መታሕት ይኸይድ፣ ነቲ ትሕትኡ ከኣ ትሕቲ እዩ ዝኸይድ ዘሎ። ስለዚ ኣፍልጦ ከድልየና እዩ። ብዛዕባ ንእሱ ኢና ክንዛረብ። ስለዚ እዚኣ ቪድዮ ምእንታን ካይትነውሓና ካልኣይቲ ክፋል ክገብረላ እየ እሞ ኣኣብ ዘለኹሞ ሰላም ሰናይ ን ፍስሃ ዘለዎ ቀዳመ ሰንበት ፍስሃ ዘለዎ ብዓቢኡ ከኣ ልደት እመጸና ኣሎ። ሓድሽ ዓመት መጸና ኣሎ ኣብዛ ሓድሽ ዓመት ናይ ሰላም ናይ ተስፋ ናይ ዕቤት ዓመት ትግበረልና ሰሰናዩ ኣብ ዘለኹሞ ሰላም ቴንኪ